ኣይጸግቦን ሂወተይ ናፍቆ እኳ ደኣ ነናሻዕ ደጊመ ጥዑም ትማልየይ ሎሚ ኮነ ጽባሕ ኣይዓግቦን ፈጺመ ምግባር ናይ ሕሉፈይ ውዕሎ ናይ ትማሊ ንሎሚ ይፍጽሞ ብትግሃት ይነብሮ ዋላ እናፈለጥኩ ጽባሕ ከም ዝደግሞ ብጥዑም ደሃዮም ኣበው ሊቃውንቲ ማህሌት እንትቆሙ ብህርፋን ይሰምዖም በቲ ቃጭል ድምጾም ዜማ እንትዝይሙ ከም ተተኽለ ዓንዲ ኣብቲ ምቋም ማህሌት ምስኦም ጠጠው ኢለ ያሬዳዊ ዜማ ቀልበይ ሰዊሩኒ ናብ ሰማይ ነቒለ ኣእምሮ ዝማርኽ ድምጺ እቲ ከበሮ ጸናጽል ሻሕሻሕታ ሎሚ እውን ከም ትማል ብስስዐይ ሰምዖ ተመሊኤ ባህታ ክውረብ ወሪበ ክንችብቸብ እውን ከምኡ ከምቶም ኣቦታተይ ይብረቕ ይግረም ሓዱሽ ይኾነኒ መገዛ ህይወተይ ሰገናት ዕሸላት ማሕበር ዲያቆናት በቲ ድሕሪት መቕደስ ኩሎሙ እንትበሃል ሰኣታት ትቖሙ መንፈሰይ እንትሕደስ ንኽትሰምዖ ልምሉም ትሸዊት ድምጾም ትመወናወኒ ዓጽምኻ ዘተርክስ ትምቁር ደሃዮም ማራኺ ንእዝኒ ኣብ ጸሎተ ኪዳን እቲ ቅዱስ ማዕጠንቲ ኪዳን ዘነግ ቆይመ ካህናተ ሰማይ ዝመስሉ ካህናት መስቀል ተሳሊመ ይንበብ እቲ ወንጌል ጸሎተ ምህላ ካብኡ እውን ተኣምር እዝየ ዝደሊ ብደስታ ብፍቕሪ ኣብቲ ቤትካ ምንባር ረፍዲ ክሳሌለይ ኣብ መጸበይየይ ከምቲ ወትሩ ቆይመ ውዳሴ ማርያም መዝሙረ ዳዊትን ብጥብዓት ደጊመ ወያ ቀትሪ ደበኽ ትስዓት ኣኺሉ ከይተፈለጠኒ እዚ ግዘ ክቕልጥፍ ከም ንፋስ ሽው ኢሉ እናጓየየኒ ካብቲ እግሪ ተኽሊ ናብቲ መቕደስ ኣትየ ኣብታ ደው ዝብለላ እቲ መዋእለይ ለይተይ መዓልተይን ዝፈራረቑላ ብህዱእ መንፈሰይ ነፀላይ ወንዚፈ መቖሚያይ ኣልዒለ ትፅቢት ቅዳሴ ሰርክ ውሽጠይ ናሕሰበኒ ዓምዲ ጉዝጉዝ ኢለ እቲ ጥዑም ስምዒት ናስተማቐርክዎ ኣዝየ ሕጉስ ኾይነ ጣዕሚ ቤተ መቅደስ ሓሲበ ኣስተንቲነ ጎይታይ ኣመስጊነ ተመስገን ኣምላኸይ ኢለ ከይጸገብኩ ጸሎተ ንስሓ ኢሎም ጎይታ ምህረይ ኣብራኸይ ዓጺፈ ኣስተብርኮ ስግድ ክልቴኤን ኣእጋረይ ተዘከረኒ ይበሃል ጸልዩ ንትብል ትእዛዝ ተቀቢለ ብህድኣት ብርግዓት ብእፎይታ ልሳን ኣሜን ኣሜን ኢለ ጉዕዞ ሳልሳይ ሰማይ ከም ሃወርያ ጳውሎስ ዝምስጥ ንነፍሲ ከም መለኸት ሰማይ ንዝሰምዖ ኩሉ ልቢ መተርከሲ ኣሃዱ ኣብ እንትበሃል ተሰወረ ልበይ ኣድንኖ እንትስገድዩ ዝምለስ ትቐልበይ ነፍሰ ወከፍ ህሞት ሕድሕድ ቅጽበትዩ ሓዱሽ ዝኾነኒ ርእየ ከም ዘይፈልጥ ከምቲ ሓዱሽ ክስተት ኩሉ ዝገርመኒ እዚ ጥዑም ስርዓት፣ እዚ ምቁር ትውፊት ምንም ከም ዘይፈልጥ፣ ኩሉ ግዘ ሓድሽ ወትሩ ይሕድሰኒ ነናሻዕ ይምሰጥ። ማይ ቅዳሴ ይሰትየ ከም ጥብታ ይቖጽራ ጦብላሕ ዘይትብለኒ። ኣይ ቤተ ክርስቲያን እቲ ኩለንተንኣ እናሰሰዐኒ ናብ ሙዳየ ቁርባን ብህድኣት ቀሪበ ከዕርግ ጸሎተይ ሰላም ለኪ እንትብል መሊሱ ይስለብ ሕዚ እውን ኣዒንተይ ኣብቲ ዘርፋፍ ገፋፍ ቀይሕ መጋርጃ ዘለል ኣብ ዝበለ ብምናብ እንትገይሽ ኣብቲ ኣፈ ጽዮን ብህድኣት ደው ኢለ ስለቲ ደስ ዝብል ውዕሎይ እናሓሰብኩ ሕዚ እውን ብጥብኣት ተመስገንኻ ጎይታየ ተመስገንኻ ኣምላኸይ ሓጎሰይ እንትገልጽ ብምስጋና ጸሎት ስለ ዝቖምኩላ እታ ቅድስቲ ቦታ ብዙሕ ኣስተንቲነ ኣደዳይ ረኺበ ማንም ኣብ ዘይብሉ ንብሕተይ ኮይነ ኣብ ዕቝባ መቕደሱ ኣብ ቅድስቲ ቐጽሪ ነቲ ዘቖመኒ ዘይንገር ውህበቱ ሕያዋይ ኣምላኸይ ልግሱ ገሪሙኒ ኦ ጐይታይ ኣብ ቀጽሪ መቕደስካ ምንባር ዝሃብካኒ ኣብቲ ዓባይ መድረኽ ናይ ፍቕርን ሰላምን ዛጊድ ዘዕቆብካኒ መን እየ እሞ ኣነ ዝኹሉ ትዕድልቲ ምሉእ ዘፍሰስኻለይ ኣብዛ ሰማያዊት መቕደስካ ክነብር ከመይ ኢሉ ኾነለይ ኣዒንተይ ሰሪቡ ንብዓት ኮረር በለ። እዚ እናሓሰብኹ። መልሲ ክነግረኒ ከምኡ ግዲ ኢለ እናተጸበኹ ካብ ደው ዝበልክዎ ከይተነቓነቕኩ ብደስታ ነቢዔ። እንድዒ'ኳ ብግምት ሰለስተ ኣርባዕተ ይኹን ጣቒዒት ሰሚዔ። እዝነዩ እናበልኹ እቲ ጭብጨባ ተደግመ። ግልጽ እንተበልኹ ኣብቲ ጽምው መቐደስ ኩሉ ሰብ ጸሪሩ በይነይ እየ ዘለኹ። ለካ ቀሺ ገበዝ እቲ በሪ ክዓጽዉ ናተጸበዩኒ ዶ ምስ ኣብዛሕኩሎም ተታኺሰ ከይኮን መጺኦም ጸውዑኒ። ማህደረይ ዓጢቐ ካብቲ ቤተ መቕደስ ወጺኤ ከይፈተኹ ፍጹም ከምዘይምለስ ብተደጋጋሚ ግልጽ እናበልኹ ኣይ ናተይ ነገር፣ እቲ ዝወዓልክዎ ንውዕለይ ዘይጸግቦ፣ ነቲ ኣውደ ምህረት ቀጽሪ ናይዛ መቅደስ ፈጺመ ዘይዓግቦ። መልሲ ድሕሪ ምሳሕ ኣብ ምሸት ጉባኤ ኣብ እግሪ ኣትራኖስ እቲ ቃል ሰሚዔ እቲ ቃሉ ሰሚዔ ብሕብረት ዝማሬ ትዝምር ተወድስ ኣይጸግቦን ሕይወተይ ይሃርፎ ይብህጎ ሕዚ እውን መሊሰ ካብ ትማሊ ሎሚ እቲ ዕሙቅ ፍቅረይ እናተሓደሰ ሕልፈተይ ከምዚ እዩ ዓሚ ከምዚ ነይረ ለሚ እውን ኣለኹ ካብታ ቁልዕነተይ ክሳብ ሎምዓንቲ እንከይ ተቀየርኩ መገዛ ሂወተይ ሽምባይዶ ክጸግቦስ ፍቅሩ ይገደኒ ሓዲሩ ይምዕዝ ናሓደርኩ ይፈትዎ ከምቲ ሙዑዝ ወይኒ ዋላ ኣይተላቀቀን ኩታይ ካብ ዝባነይ ማህደር ካብ ማእገረይ ወነይ ኣይሃሰሰን ናብቲ ቅዱስ መቅደስ ይመላለስ እግረይ ኣብራከይ ረብረበን ከም ትማሊ ኣለኩ ይቀውም ብሕልፊ ኣምላኽ ምስክረይ መገዛ ሂወተይ ኣፍቂረዮ ዕጽፊ ብዘይ ወስኽ ቀንስ ታሂወት ንሳያ ታገልግሎት ባዕላ ፍቅረይ ጥራሕያ ትውስኽ ንእለት ተበርትዖ ሓይላ ክሳብ ዘይሃሰሰት ታጽንዕቲ ከም ሞት ዝተብሃለት ፍቅሪ ከምታ ትማልየይ ኣለኹ ከምኣኢለ ብትግሃት ዘይዛሪ ኦ ጎይታይ ሓደራ ኣጥቢቀ ይደሊ ፍጹም ሓንቲ ነገር ኦ ጎይታይ ሓደራ ኣጥቢቀ ይደሊ ፍጹም ሓንቲ ነገር እንኮያ ልመናይ ሓንካያ ምሕጸንታይ ኣብ ቅድሜካ እግዚኣብሔር ይደሊ ዘልኣለም ብደስታ ብፍቅሪ ኣብ ቤትካ ክነብር ኣይጸግቦን ሂወተይ ወስብሃት ለእግዚኣብሔር።